ኣብ ሃገረ ኢትዮጵያ ክልል ኦሮምያ ዝነብር ሓፍትኹም ራህዋ እየ። ትውልዲ ዓደይ ሓዋሳ ኮይኑ ተማሂረ ዝዓበኹሉ እውን ኣብ ሓዋሳ እዩ። ካብ ማሕፀን ኣደይ ወፂ ናብ ምድሪ ካብ ዝቀላቐል ሰላሳ ዓመታት ገይረ ኣለኹ። ጉዕዞ ህይወተይ ኩሉ ግዘ ብህድኣትን ብጥንቃቐን እዩ ነይሩ። እዚ እንትብለኩም ብዘይካ ሓንቲ ሳሕቲ ዝኾነት መዓልቲ ማለት ኣየ ንሳ እውን ስሒተ ንኹን ኣይሰሓትኩን ክሳብ ሎም የተረድአንን እታ ዕለት ከምዚ እያ ንወለደይ ሓንቲ እየ በዚ ከዓ ብቕብጠትን ምቾትን እየ ዓብየ ኣብ ሃዋሳ ሃይስኩል ተማሂረ ምስ ወዳእኹ ውፅኢት ዓሰርተ ክልተ ክፍሊ መፀለይ እሞ ኣብ መቐለ ዩኒቨርሲቲ በፂሑኒ ንኽመሃር ናብ መቐለ ጉዕዞ ገበርኩ። ኣብ መቐለ በቲ ዲፓርትመንተይ ብልዑል ነጥቢ ምስ ተመረኩ ብትምህርተይ ፈጣን ብምንባረይ ኣብ መቐለ ዩኒቨርሲቲ ብመምህርነት ከስተምህር ዕድል ምስ ተዋሃበኒ ንኸምህር ፍቓደኛ ኮይነ ስርሐይ ጀመርኩ። ኣብቲ ዘምህረሉ ዩኒቨርሲቲ ብጣዕሚ ከበድቲ ፈተናታት ይገጥሙኒ ነይሮም እዮም። ብፍላይ ከዓ ፆታዊ ዝኾነ መከራ ኣሕሊፈ እየ። ሓደ መዓልቲ እዩ ኣብ ላይበራሪ ኮፍ ኢለ መፅሓፍ እንተንብብ ሓደ ናይ ስነ ልቦና መምህር መሳርሕተይ ኣብ ጎነይ መፅኡ ኮፍ በለ። ኣነ እውን ሰላምታ ይሃብክዎ እሞ ናብ መጽሓፍ ምንባበይ ተመለስኩ። ንሱ ግና ከጽንዕ ከይኮነ ካሊእ ነገር ደልዩ መጽዩ ስለ ዝነበረ ይትረፍ ከንብብ እታ ሒዝዋ ዝነበረ መጽሓፍ ንስማ እውን ኣይገንጸላን እዩ። ንሱ ብገቦ ዓይነይ እንትጥምቶ ኣዒንቱ ካብ ናብ መጽሓፍ ናባይ ይርኢ ከም ዘሎ ተዓዘብኩ። ጨኒቑኒ ዝርእየኒ ዘሎ ብሰላም ምዃኑን ተሓቶ ደመ ነብስ መልክዐይ ኣመና ምእሩግ ምዃኑን ኣወዳት ዝበሕግዎ ሕብሪ ገጽ ከም ዘለንን ተዛረበኒ። ኣነ እውን እናኽመስመስኩ ምስጋናይ ርእሰይ ደፊኤ ብምግላጽ ገጸይ መሊሰ ክኸይድ እንትብል ብኢደይ ሒዙ ኮፍ ኣበለኒ። ሽዑ ኣመና ሓሪቐ ዘየርልዩ ብዙሓት ነገራት ብዓውታ ኣብ ውሽጢ ላይብራሪ እንትዛረቦ ኩሉ ኣብ ላይብራሪ ዝነበረ ተምሃራይ ኣዒንቶ ኣፍጢጡ ክርእየኒ ጀመረ። እንተ ንሱ ግና ጽቡቕ ዓርሰ እምነት ስለ ዝነበሮ ምኻድ ከም ዝኽእል ነገረኒ እሞ ዓው ኢለ ብምዝራበይ እናሓፈርኩ ብፍጥነት ወጻኹ። ሰዓት ኣኺሉ ናብ ክላስ ኣትየ ንኸምህር ንተምሓሮ ዝባነይ ሂበ ሰሌዳን ትጸርግ ኩሎም ተምሓሮ ይስሓቑኒ እንታይ ከም ዘስሓቖም ዋላ እኳ ንግዚኡ ኣይረዳእን እምበር ኣብ ክዳነይ ወይ እውን ኣብ ርእሰይ ክህሉ ከም ዝኽእል ገሚተ ሃሰስ እንትብል ነቲ ጻዕዳ ጌረዮ ዝነበርኩ ስረይ ኣብ መቐመጫይ ኣከባቢ ደም ተጸይቐ ከም ዘለኹ ረኣኹዎ። ለካ እቲ ብኢደይ ስሒቡ ከፍ ዘበለኒ መሳርሕተይ ፔሬደይ መጺኡ ንክዳነይ ኣበላሽዎ ስለ ዝነበረ ንኸይረኣ ኢሉ እዩ ስሒቡ ኮፍ ዘበለኒ። ከይተረድኣኒ ግና ኣቐይመዮ፣ ኣብ ቅድሚ ሰብ እውን ኣዋሪደዮ። ፔሬደይ ካብታ ዝጀመረትኒ ዕድመይ ክሳብ ሎሚ መዓዝ ከም ዝመጸኒ ኣይፈልጥን። በዚ ከኣ ኩሉ ግዘ ምስ ተዋረድኩ እየ። መልክዐይ ንተባዕትዮ ፈተና ብምዃኑ የሽግረኒ። ብዙሓት ደቂ ተባዕትዮ ብፍቕሪ ስለ ዝምነዩኒ። እቲ መምህር እውን ብኢደይ ስሒቡ ከፍ እንተብለኒ እዚ ዝደልዮ ኮይኑ ተሰመዐኒ። ክረምቲ ናብ ትውልዲ ዓደይ እንትምለስ ግና ከም ዝጠዓመንን ከም ዝመቸወንን ኮይነ እየ ዝነብር። ዕድመይ ይኸይድ ብምህላዉ ናተይን ናይ ወለደይን ጭንቀት ኣብ ዝኾነሉ ሰዓት ኣብ ሃዋሳ ክረምቲ ንሓደ ዓሰርተ ክልተ ተምሃራይ ሓገዝ ንክኾኖ ብመዓልታዊ ኣበል ተቆጸርኩ። ኩሉ ግዘ ንግሆ ሰዓት ሰለስተን ምሸት ሰዓት ዓሰርተ ክልተን ክፍለ ግዘ ናይቲ ሓገዝ ዝህቦ ተምሃራይ እዩ። እቲ ሓገዝ ዝህቦ ተምሃራይ ዝርድኦ ብፍጥነት ይሕዞ ስለ ዝነበረ ከድንቆን ከበረታትዖን ጀሚረ። ንሱ እውን ኩሉ ግዘ ኣነ እንትመፅእ ደስ ይብሎ ስለ ዝነበረ ብሓጓስ እዩ ዝቕበለኒ ነይሩ። እቲ ዝሕገዝ ተምሃራይ ትምህርቲ ኣብ ዝሕግዘሉ ሰዓት ኣብ ክላሱ እየ ዝህቦ ነይረ። ኣብ ግዘ መረዳእታ ከዓ ይትረፍ ሰራሕተኛ ወለዱ እውን ናብ ክላሶ ይመፁ ነይሮም። ካብ ግዘ ናብ ግዘ እቲ ሓገዝ ናይ ትምህርቲ ዝህቦ ተምሃራይ ዘይነበሮ ዓይነት ባህሪ ከርእየኒ ጀመረ። ማለት እውን ኣነ እንተርድኦ ካብ ናብ ትምህርቱ ናብ ኣየድህቦ ምግባር ጀመረ። ኣነ እውን ብነገራቱ እናኽመስመስኩ ናብቲ ዘርድኦ ዝነበርኩ ትምህርቲ ንኽርኢ ነግሮ ነይረ። ሓደ መዓልቲ ሰዓት ኣኺሉኒ እናጎየኹ ናብ ክላሱ እንትኣቱ ኣብ ዓራት ናይ ታሕቲ ውሽጢ ስረ ጥራሕ ገይሩ ተገዲሙ ጸነሐኒ። ኣነ እውን እንታይ ይገብር ከም ዘሎ እንትሓቶ ከም ዝሓመመ ግና ኸኣ ንማንም ንኸይዛረብ ነገረኒ። ናብኡ ቀሪበ ከመይ ከም ዝገበሮ ርእሱ እናሓዝኩ እንትሓቶ በእዳው ክሳደይ ሒዙ ክስዕመኒ ጀመረ። ውሽጠይ ፍርሓት ተሰመዐኒ። ኣብ ኢደይ ሒዘዮ ዝነበርኩ ቦርሳ ናብ መሬት ብምድርባይ ካብኡ ገዲደ ናብቲ ዓራት ምስኡ ተጋደምኩ። ጾታዊ ርክብ ንፈለማ ስለ ዝነበረ ድንግልናይ ንኸፍርስ ነዊሕ ግዘ ወሰደሉ። ኣመና ተቓንሴ። ሽዑ ብቓንዛ ኣእጋረይ ረዝረዝ እናበለኒ ገዲፈዮ ናብ ገዛይ ከድኩ። ኣብ ገዛይ ብዝተወሰኑ ሰዓታት ሻወር ወሲደ ዕረፍቲ ገይረ ሰዓተይ እንትኣክል ናብቲ ትማሊ ብትምህርቲ ዝሕግዞ ዝነበርኩ ሎሚ ክብረ ንጽሕናይ ንዝሃብክዎ ሰብ ናብ ገዝኡ ጉዕዞ ይገበርኩ። ናብ ገዝኡ ብስክፍታ ኣተኹ። ንሱ ግና ምንም ኣይተቐየረንን። ከምቲ ናይ ንግሆ ዝነበረ ክፍለ ግዘ ውሽጢ ስረ ገይሩ ጸንሐኒ እሞ መሊሰ እንታይ ኮንካ ዝብል ሕቶ ይሓተትክዎ። ንሱ እውን ድምጾ ላሕቲቱ ኣብቲ ወጋሕታ ዝገበርናዮ ፍልጸት ርእሲ ከም ዝሓዞን ርእሱ ብጨርቂ ዝኣስረሉ ሰብ ከም ዝደልን እንትነግረኒ ኣነ እውን ሓሳቡ እንዳተረዳእኹ ናብኡ ቀሪበ ክኣስረሉ እንትብል ፈጢኑ ከይዱ እቲ በሪ ዓጽዩ ናባይ ቀረበኒ። ንጊዜኡ ምንም ንኸይገብር ዋላ እኳ ተነገርኩዎ ክሰምዐኒ ብዘይምኽኣሉ ናብቲ ዓራት ኣውደቐኒ። ኣነ እውን ቅድሚ ምጅማርና ግደፍ ዋላ ይብሎ እንተነበርኩ ዳሓር ግና ብስምዒት ተደፋፊኤ በቲ ዝገበረለይ ዝነበረ ጾታዊ ርክብ ክሕጎስ ጀመርኩ። ንሱ ክሳብ ዓቕሙ ዝኽእል ፈጺሙ እንተብቅዕ ክለቆ ይከኣልኩን ነይረ ግና ኸኣ ክለቆ ስለ ዝነበረኒ ለቒቐዮ። ካብታ ዕለት ንሳ ጀሚርና ከኣ ናይ መረዳእታ ዝነበረ ሰዓት ናብ ጾታዊ ርክብ መፈጸሚ ሰዓት ቀይርናዮ። ንብዙሕ መዓልትታት ጾታዊ ርክብ ክንፍጽም ጀመርና። ድሕሪ ብዙሕ ናይ መዓልትታት ምፍጻም ጾታዊ ርክብ ኣብ ከብደይ ናይ ሓደ ወርሒ ጽንሲ ከም ዘለኒ ብሓኪም ተነገረኒ እሞ ኣነ እውን ኣዝየ ተሓጎስኩ። ምኽንያቱ ኸኣ ናይ ውላድ ሓረርታ ስለ ዝነበረኒ እዩ። ግናኸ ኣቦ ጽንሰይ፣ እቲ ዓሰርተ ክልተ ክፍሊ ተምሓራይ፣ እዚ ነገር ከሐጉሶ ኣይከኣለን። የግዳስ ብኣንጻሩ ንኸውርዶ እዩ ዝጭቕጭቓኒ ዘሎ። ኣነ ኣቦ ውላደይ ምዃኑ ክኣምን፣ ኣቦነቱ ሽሙ ንኽህቦ እምበር ከተዓብየኒ ኣይደልን። ንሱ ከም ምኽንያት ዘቕርበለይ ዘሎ ዕድመይ ዓባይ ምዃነይ እዩ፣ ምኡኡ ከም ዘይግብኦ ብተደጋጋሚ ይነግረኒ ኣሎ። ጽንሰይ ሕዚ እውን እንተ ኾነ ክወርድ ይኽእል እዩ፣ ግና ድማ ከውርዶ ፍቓደኛ ኣይኮንኩን፣ ውላድ ይደሊ እየ፣ ዕድመ ስለ ዝኸደኒ ዘሎ ክወልድ ይደሊ እየ። እሞ ኣሕዋተይ በዚ ከቢድ ፈተና ወዲቐ ዘለኹ ሓፍትኹም እየ እሞ በቲ ናይ ፍታሕ በሪ ዝኾነ ሓሳብኩም ማዕዳኹም ለግሱለይ። ሰላም ሰላም ናይ ማኪ ሚድያ ተኸታተልቲ ንሎሚ ሒዘልኩም ቀሪበ ዝነበርኩ ነዚ ይመስል ነይሩ። ነዛ በዓልቲ ዛንታና ሓሳብ ርእይቶኹም ኣብ ናይ ኮመንት መፅሓፍ ቦታ ግደፉላ። ነስ ቻናል ሓደሽቲ እንድሕር ደኣ ሓሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ተኸታተልቲ ክትኾኑ ንላቦ። ብቐጻሊ ብኻሊእ ዛንታ፣ ብኻሊእ መደብ፣ ብኻሊእ ሓሳብ ክሳብ ንራኸብ ሰሰናይ ንኹላትና። ቻው።